ኣሰፋ። ሰላም ከመይ ትኾኑ ጋይስ ክኣ ፊሊ ሎማዓንቲ ካብ ዝተፈለየ ትሕዝቶ ተመሊስና ኣለና ኣገደስቲ ከምኡውን ኣዛናጋዕቲ ዝበልናዮም ቪድዮታት ክንርኢ ኢና ስለዚ ሳብ መወዳእታ ምሳይ ጽንሑ ሓደሽ ሽሕር ኬንኩም ሳብስክራይብ ላይክ ምግባር ጀምሩዋ እዛ ቪድዮ ላስ ጎ ሕጂ ደቂ ተባዕትዮ ኣሕዋትና እዘን ኩለን ኣብዚ መጼናኹም ዘለዋ ነቐፌታ ስምዕዋን ኢኹም ዳታ ኣራረምካ እያ ዓዲ ኣብ ቅድሚ ድጸላ ቀዳመይቲ ድጸላና ናይ ወዲ ሓሶት
ሓሶት

ሕጂ ሕጂ ዲቴይል ተረዲእናያ እንታይ ማለት እያ ክሰይ ገብሩ ወንወን ረይ ድጸሎም ሓሶት ናይ ወዳ ከምዚ ምሽ ሓስዮም የተውልኸ እዮም እዋ ኣብ ፍቕሪ ምሳ ክልኹ እንዳበልኹ ምስ ካልኦ ኸዱ ካልእ ከኣ እንታይ ኣሎ መሲልኪ ዳር ዝርዝር እዮ ጆኸ ክልተ ገጽ ሒዞም እዮም መስለን ዝኸዱ ምሳኻ ሓሶት እዩ ብሓፈሻ

ብዙሕ ኣለዋ ኣብኡ ርድኡ ብዙሕ ኣለዋ። ኣዚትኪ ዘጋጠመ እንታይ ኣሎ? ንዓይ ዘጋጠመኒ እኮ ብዙሕ የለን እንድዩ ንመሓዙተይ ገለ ግን ኣሎ ሓደ ነይሩ ሕጂ ንመሓዘይ ከምዚ ምሽ ምስኣ ክኸውን ከሎ ኣፍቂረኪ ገለ መለ ገለ ክብል ጸኒሑ ምሽ ናብ ዕረፍቱ ምስ ከደ ከኣ ንድየ የለ ከምዚ እንደ ኢላትኒ ከምዘይ ግደሰ ካብ ስብእነት ከይተረፍ ገለ እወ በቃ እንታይ ግን ሽግሮም ኣወዳት ኣብ ከምዚኣ ካልእ ምስሊ ዝሕዙ ጅግና ፍቕሪ ክኾኑ እዮም መስለኒ

ሓቂ ዘይክዚያኻኒ ብዛዕባ ግዜ ምኽባር እንተኾይኑ ሲ ኣይ ቲንክ ዋላ ብመጽናዕቲ እንተመጺኻስ ጓል እያ ትድንግኖ ብሓፈሻ እንተርኢኻያ ሲ ጓል እዩ ትድንግኖ ኣይኮነ ማለት ከምኡ እየ ዝብል ቅድሚኦም ኢኻ ትመፅእ ኣብቲ ፃዕሪ ብፍላይ ተፍቅሮ ወዲ ተኮይኑስ ቅድሚኣ ኢኻ ትመፅእ

ናባ ክመጽእ ከሎ ስራሕ ዘይብሉ ግን ሓንቲ ደስ ኣይብለካን ምሳ ከለኹ እንዳበሉ ናብ ካልእ ዝኸዱ ዘይንሱ ዝመስል ገለ ሓረካት ኦቨር ኣክት ገለ ዝገብር ኢንሻ ኣላ ሕጂ ኩሉ ዝስሕቀካ ፈታዊኻ ማለት ኣይኮነን ፈቅምሽ ኩሉ ዝፈቶካ ወዲ ፈቲካ ገለ ኣይኮነን ኩሉ የፍቅረካ እየ ዝበለካ ስለ ዘፍቅረካ ኣይኮነን እዋ ድሓን የጋጥም እዩ ምሻሎ ንሓንቲ መሓዛ እዩ ዘጋጠማ ድሓን ራ ኩሉ ብመሓዛ እንዲ ምምስሳል እንዲያ ሰብ ትፈልጦ እያ ገለ ንሳ ሕጂ ያጋጢምዋ ነይሩ ንዕኡ ነጊራቶ

ኣነ ከዓ ዝሞተ መሲልኒ ለካስ ሞይቱ ተሲኡ እዩ ኣድቨርታይዝ ዝሰርሕ ዘሎ
ኣሰፋ የኣስከሬት ሳጥን መሸጫ ዋይ ኣሰፋ ቲክቶክ ገለ ከርእየና እንድዩ ኣብ ኣስመራስ ኣውቶስካላ ክላስ ምሽ ኣሎ ማንጫ ለማጅ ላማጆ ምስ ኤረና ብሓሳ ኢና ንምሃር ነርና ማኪና ኣውቶስካላ ሕጂ ሓደ ቁሩብ ካብ ገጠር ይኹን ኢሉስ ድመጸ ኔሩ እቲ ላይሰንስ ክውዳእ ኢሉ ኢዩ ኣስመራ መጺኡ ሕጂ ግን ኢንሻሎ ምስቲ ዕብየት ምስቲ ካልእ ሓሳባት ዶ ኣለዎ ገለመለ ኣብታ ክላስ ንሹም ኢዩ ዘሎ እምበር እንታይ ይብሎ ኣሎ እቲ መምህር እንታይ ገለ ኣየጽንዕን ኣየሕዞን ኢዩ ሕጂ እንታይ ኢና ንገብሮ ንሕና ግን ካብቲ ክላስ ምስ ወጻና ኣብቲ መንገዲ እንዳ ከድና ኣብቲ ከተማ እዚ ታቤላታት ምልክታት ደሎ ንተሓታተት ንተሓታተት ሕጂ ኩሉ ኣብ ርእሱ እንታይ ኣለላ ኩሉ ዓይነት ምልክት ምዕሻግ ምዃኑ እዩ ዝፈልጥ ሕጂታ ናይ ሞደርን ኣበፂሕና ሲ ሽጋራ ኩልኩል ድብል ከምዚ ምልክት ደሎ ብቀይሕ ርእዩ ሲ ዘርኣይ እንታይ እዛ ምልክት ሽጋራ ምዕሻግ ኩልኩል
ዘራይ ክመሃር ከሎ ምስ ልቡ ይነበረን ኣነ በዓልቲ ኣብ ክላስ ኮፍ ኢልና ምስኡ ናብ ካልእ ኮይና ስማዕ ኢሉ እቲ መምህር ዘንጊዑ እንዲዩ ስማዕ እስከ ሕራይ ተስራይ እንታይ ኢልካ ኢልዎ ማኪና ቁልቁለት እንዳወረደት ፍሬኖት ኣቢካስ እንታይ ትገብር ኢሉ ሓቲቱ ድገማ ኢልዎ እንታይ ምክደግመለያ እዚኣ ንፀር ትብሎ ማርሽ ፍሬኖት ኣቢካ ቁልቁለት ተክርካስ እንታይ ትገብር ኢሎ ፅቡቅ

ኦርጅናል ሰባት እዩም እዚኤን ኦርጅናል ሰብ። ሰላም ሰላም ኣብ መላእ ዓለም ትርከቡ ኤርትራውያን ኣሕዋትና ምእሳር ዜጋታትና ኣብ ኣዲስ ኣበባ ብቀጻልን ብሰፊሑ ዳንኤል ተኣሲሩ ድዩ ዘሎ ሕጂ ውን ምእሳር ኤርትራውያን እንዳተኻየደ እዩ ሕጂ ከኣ ካብቶም ተራ ዜጋታትና ወጻኢ ነቶም ኣርቲስቲ ኣብ ሃገር ኣብ ኣዲስ ኣበባ ዝርከቡ ጸለውቲ ዝበሃሉ ሰባት ምእሳር ተጀሚሩ ኣሎ ኣርቲስት ዳንኤል መለስ ምናልባት ኩላትና ንፈልጦ ኢና ከም ኣብ ኣዲስ ኣበባ ካብ ብዙሓት ፊልምታት ዝሰርሐ ህቡብ ተዋሳኣይን ድምጻውን እዩ ኣርቲስት ዳኒኤል መለስ ጥራሕ ኣይኮነን ውን ኣብ ትሕቲ ቀይዲ ውዒሉ ዘሎ ካልእ ኣርቲስት ውን ከም ዝተኣሰረ በጺሑና ኣሎ ግን ብዝያዳ እንታይ ይመስል መእሰሪኡ ክሳብ ዝይረጋገጽናዮ ኣብዚ ከነምጽኦ ኣይፈቐድናን ማለት እዩ ብሓፈሽኡ ግን ኣርቲስት ዳኒኤል መለስ ኣብ ገርጂ ኣብ ዝርከብ መንበሪ ገዝኡ ምስ በዓልቲ ቤቱ ከሎ እዮም መጺኦም ብጥቆማ ወሲዶሞ መንበሪ ብጥቆማ እያ።
ገዝኡ ፈትሸም ውን ወላ ሓደ ነገር ክረኽብሉ ኣይከኣሉን ብሓፈሽኡ ኣርቲስት ዳኒኤል መለስ ኩላትና ንፈልጦ ኢና ኣብ ዝሓለፈ ግዜ ኩሎም ህቡባት ስነጥበበኛታት ናይ ሃገርና ኣብ ዝተኣከብሉ ምስ ወይዘሪት ካፒታል ኣብርሃም ምውቕ ዝበለ ቃል ኪዳን ኣሲሩ ናብርኡ ክመርሕ ዝጸንሐ ካብ ሞይኡ ወጻእ'ውን ኣዝዩ ዝምስገን ባህርን ስነ ምግባርን ዘለዎ ኣርቲስት'ዩ። ብሓፈሽኡ ኤርትራውያን ኣሕዋተይ እዚ ንርእዮ ዘለና መስርሕ ካብ ምእሳር ተራ ዜጋታት ብብዝሒ ናብ ጸለውትን ኣርቲስትን ናይ ሃገርና ተሰጋጊሩ ኣሎ። ስለዚ ነዚ ነገር እዚ ብዕቱብ እንተዘይሒዝናዮ ኣብ ሓጺር ግዜ ካልእ ሳዕቤናት ከምጽኣልና ስለዝኽእል ኤርትራውያን ዜጋታትና ኣብ ኣዲስ ኣበባ ዝርከቡ ዝያዳ ፕሮቴክሽን የድልዮም ከም ዘሎ እዩ ዘርእየካ። ምናልባት እቶም ኣብኡ ዘለዉ ሓቑፍቲ ምሕደራታት ወይ እውን ትካላት ዝበሃሉ ዩኒሲኣር ዝርከቦም እንዳኣራ ሕጂ ፕሮቴክሽን ዘድልዮሎም እዋን ኮይኑ ንዓይ ይስመዓኒ። ስለዚ ንኣርቲስት ዳኒኤል መለስን ነቶም ካልኦት ምእሳር ተጀሚሩ ዘሎ ናይ ኣርቲስት ኣሕዋትና እውን ንዕኦም ድምጺ ክንኮኖምን ነቶም ካልኦት ዜጋታትና እውን ነቶም ተራ ዜጋታትና እውን ክሳብ ኣደ ቆልዑት ከይተረፈ ብዙሕ ናይ ምእሳር መስርሕ ክካየድ ኣሎ። ስለዚ እዚ ጉዳይ እዚ ብቐሊል ክረኣ ስለ ዘይብሉ ኩላትና ኣብ መላእ ዓለም ንርከብ ኤርትራውያን ዜጋታት ነዞም ዜጋታትና ብሓፈሽኡ ድምጺ ክንኮኖም ክንክእል ኣለና ንኣርቲስት ዳኒኤል መለስ ከኣ መዋጽኦ ይፍጠረልካ ምናልባት ነቲ ካልእ ኣርቲስቲ ተኣሲሩ ዘሎ ውን ብዛዕብኡ ንዝምልከት ውን ስፍሕ ዝበለ ሓበሬታ ምስ ረኸብና ከነቕርበልኩም እያ እዚ እዚ ብጥቆማ ድበሃል ውሑዳት ሓሰውቲ ኣለው በቃ ከእስሩኻ ዝኾነ ትኹን ምኽንያት እዮም ድጽሕፉልካ ምኽንያቱ ኣብዚ ሕጂ እዋን ኦረዲ እቲ መንግስቲ ውን ኣብ ቀረባ ኣሎ ስለዚ እንታይ እዮም ድገብሩ ዝኾነ ይኹን ምኽንያት ጽሕፉልካ ኢቭን ወረቐት የብሉን ውን ሓሶት እዩ ወረቐት የብሉን ክብሉኻ ክእሉ እዮም ዝኾነ ይኹን ፌክ ኣለዎ ክብሉካ ክእሉ እዮም ስለዚ ብዝኾነ ኮይኑ ድሓን ኣብዚኣ ምክሪ ክህበኩም ምክንያቱ ነዚ ወልሓደ ድምልኣሉ የብለይን ብጣዕሚ ድሕርቕ እዩ ግን ድምልኣሉ ነገር የብለይን ኣብ ገዛኹም ዝኾነ ይኹን ነገር ሕማቕ ነገር ኣይትሓዙ ይእስር እዩ ዝበልኩሞ ነገር ኣይትሓዙ ፌክ ወረቃቕቲ ይኸውን ካልእ ካልእ ይኸውን ካልእ ካልእ ፈፂምኩም ኣይትሓዙ ምክንያቱ ብጥቆማ ከምኡ ክብሉኻ ከለዉ ኖርማል እዩ ጸገም የብሉን ምክንያቱ ምውጻእካ ኣይተርፍን እዩ መንቀሳቀሲ ሕጋዊ ኢኻ ምውጻእካ ኣይተርፍን እዩ ረዲኹም ኣለኹም ግን ሕማቅ ነገር ሒዝካ እንድሕር ጸኒሕካ ግን እቲ ግዜ ክናውሕዎ ስለ ዝኽእሉ ንሽዑ ግን ቸክ ገይሮም መታን ከውጽኻ ሕማቅ ነገር ሒዝኩም ኣይትጽንሑ እዚኣ ክምኽረኩም እደሊ እምበር ብጣዕሚ እዩ ድሕርቕ ፕሊስ ተጠንቀቑ ክብለኩም እደሊ ማለት እዩ ኣታ ፈጣሪ ስደቱ ኣክሎ ጸገም ተሩ ኪኢሉ ቦሎ ምሳሕ በሊዑ ትሪእዎ ዘለኹም እዚ እዚ- እዚኦም እሱራት እዮም ከምዚ ዓይነት ቪድዮታት ወይ ኣብ ከምዚ እንዳ ኣራ እዩ እዚ እንዳ ኣራ ከምዚ ገይሮም ዝወስድዎም ዓሸራ ክገብርሎም እዮም ኣለዎም ድየብሎምን መንቀሳቐሲ ኣለዎም ድየብሎምን ንምፍላጥ ማለት እዩ ስለዚ ሓንቲ ከይገበርካ በደል ከይብልካ ስቅ ኢልካ ከምዚ ኣብዚ ከርተት ክትብል ኮለካ ክትርኢ ኮለካ ብጣዕሚ ይድሕረቃካ ስለዚ ፕሊስ ተጠንቀቁ ተጠንቀቁ እዚ ኩነታት ክሳብ ዝሃድእ ንውሑድ ግዜ እዩ ከምኡ እዩ ናይ ኣዲስ ኣበባ ስለዚ ፕሊስ ተጠንቀቁ ነዚ ውሕድ እዋን ዘይተደረረ ብናብራ ሕሰምከ እናመስገነ ሰብ እንከለዎ ሰብ ድሳነ ሰብ ከለዎ ሰብ ድሳነ ሓቂ ናይ ሓቂ እዚኣ ሰላም ሰላም ኩላኹም ክቡራት ኤርትራውያን ኣሕዋተይ በዛ ኣጋጣሚ ሓንቲ ነገር መልእኽቲ ከመሓላልፍ ደልየ ከምዚ ትሪእዎ ዘለኹም ሓውና ሰሚር ይበሃል ኣነ ሽም ኣቦ ኣይፈልጦን እየ ግን እሱ ሰሚር ሽመይ ገለ ይብኒ ኣነ ካብ ዝፈልጦ ኣብዚ ሓፂር ግዜ ዝፈልጦ ክልተ ወርሒ ሰለስተ ወርሒ ኣለና ካብ ዝፈልጦ ኣብዚ ሰዓት እዚ ከኣ ተጸጊሙ ንሱ ናይ ጥዕና ጸገም ገይሩ ኣብ ደገ ስለ ዝሓድር ብቕረባ ዝፈልጦ ሰብ ከኣ የለን ኣብ እስራኤል እዩ ከኣ ዝቕመጥ ዘሎ ዝወዚ ሕጂ እሱ ሽመይ ሰሚር ጥራይ እዩ ኢሉና ሽም ኣቦኡ ግን ወላ ሽም ፋሚሉ ተሓተትናዮ ክዝክሮም ኣይከኣለን ወላ ክዛረባና እውን ኣይከኣለን ዝኾነ ጸገም ስለ ዘለዎ ኩላኹም ኣብ ደገ ዘለኹም ኣብ ሙሉእ ዓለም ትነብሩ ዘለኹም ዋላ ኣብዚ ዓዲ ኩኑ ዋላ ኣብ እስራኤል ሃልዉ ዋላ ኣብ ዝኾነ ኣብ ዝኾነ ክፍለ ዓለም ዘለኹም ኤርትራውያን ብሓጺሩ ማለት እዩ ስድራ ቤቱ ተሸጊሮም ድሃይ ወዶም ኣበይ ኩነታት ከም ዘሎ ክፈልጡ ስለ ዘይከኣሉ እጭነቑ ክኾኑ ስለ ዝኽእሉ ኩላህና ኤርትራውያን ኢደ ኢድካ ኢልና ተሓባቢርና ፋሚሊኡ ኣብዚ ዓዲ ከም ዘሎ ወዶም ብሂወቱ ከም ዘሎ ንክፈልጡ ኩላህና በዚ ቪድዮ ዝሰርሖ ዘለኹ ክትተሓባበሩና ስድርኡ ንክረኽብዎ ብድሕሪት ብጽሕፈት ብመሰጅ ክሰደልኩም እኽእል እየ ከምኡ እንድሕር ኮይኑ ከኣ ዋላ ኣብዚ ድብ ቪድዮ ድለቆ ደለኹ ክትጽሕፉለይ ትኽእሉ ኢኹም። ከምዚ ዝብሎ ዘሎ ነዚ ሓውና ንምሕጋዝ ወይ ውን ስድርኡ ንምርኻብ ማለት እዩ። ምሕረተኣብ ቃልኣብ ዜሮ ክልተ እያ ትብል ናቱ ቲክቶክ ስለዚ ብኡ ርኸቡኒ እዩ ድብል ደሎ ብኡ ረኺብኩም ተሌፎኑ ክትወስዱ ትኽእሉ ኢኹም ተሌፎን ተሌፎነይ ክህበኩም ውን ጸገም የብሉን ንብል ኣሎ ስለዚ ምሕረተኣብ ቃልኣብ ዜሮ ክልተ እያ ትብል ናቱ ቲክቶክ ኣብኣ ኣቲኹም ንዕኡ ንስድሩ ንምርካብ በዚ ጌርኩም ክትረኽቦ ትኽእሉ ኢኹም ማለት እዩ። ስለዚ ጋይስ ኖማዓን ዝበልናዮ ትሕዝቶ ዝመስል ነይሩ። ክሳብ ኔክስት መደብ ንራኸብ። ሰላም።